ሰላም ሰላም ኣጋፔ ፋሚላ ዳሕና ዲኻትም እንኳዕ ብዳሕን ናብዛ መሪቕ ዝኾነት ቻናልና ብሰላም መጻኹም። የው ደቂ ዓበይቲ ስራሕ ናብራ ኩሉ ሰናይ ድዩ ሎማዓንቲ ድማ ንእሽተይ እስቲ ሎማዓንቲ እስቲ ንእሽተይ ርግዕ ንበል እሞ ርግዕ ንበል እሞ ብዛዕባ ጭንቀት ብዛዕባ ሓሳብ ብዛዕባ ኣብዚ ዓለም ዘለዉ ብሓደን ብኸልተ መንገድን ዝጸልዩና ሓሳባት ባባዶ ወይ ዝኾነ መኽሪ ህልኩስና እዩ ብሓደ ብኸልተ መንገዲ ኩለን ኣብዚ ሰዓት ንጨናነቕ ኢና ስለሽ ካልኾና ጥራስ ግን ለለ ጭንቀታትና ማኔጅ ናይ ምግባር ክእለት ክህልየና ስለ ድግባእ እስ በባረቤን ተያምሉና ንከታተል
ጭንቀት ከመይ ነወግዶ ዝብል ትምህርቲ ሎም መዓልቲ ተዳልዩ ዘሎ ከመይ ኣለኹም ዞም ደቀይ ቀጥታ ኣብቲ መፍትሕታት ከነድህብ ዝገርመኩም ልዕሊ 90 ፐርሰንት ሰብ ብጭንቀት ተበሊዑ ኣሎ ወረ ገሊኡስ ወልፊ ናይ ጭንቀት ሒዝዎ ኣሎ ኣነ ሓደ ካብኣቶም እየ ነይረ ወልፊ ናይ ጭንቀት ነይርኒ እቲ ድቃስ ድማ እቲ ጭንቀት ድማ ስጋዕ ድቃሰይ እውን ይዓናቕፈነን ነይሩ እሞ ከመይ ጌርና ካብ ጭንቀት ንድሕን ዝብል መፍትሕታት ኢና ከነድህብ። ንመጀመርታ ወልፊ ከም ዝሓዘካ ናይ ምጭናቕ ምእማን የድሊ። ኣብዚኣ ክንፈልጦ ዘለና ክልተ ዓይነት ጭንቀት እዩ ዘሎ፣ ዘጨንቕን ዘየጨንቕን። እቲ ዘጨንቕ እንታይ እዩ? ክትልውጦ ትኽእል ተኾንካ ተጨናቕ፣ ክትልውጦ ዘይትኽእል ተኾንካ ምጭናቑ ግን መፍትሒ ትገብሮ ነገር የለን እሞ ታይ እየ ዝጭነቕ ዘለኹ ኣብ ክቕይሮ ዝኽእል ድየ ኣብ ክቕይሮ ዘይክእል ኢልካ መጀመርታ ወስን። ኣብቲ ክትቅይሮ ትኽእል ተፈጥሮ ዘምፆ ሽግር ተኾይኑ ወይ ግዳማዊ ነገራት ዘምፆ ተኾይኑ ክትልውጦ ዘይትኽእል ተኾንከ ታይ ሃሞ ክትገብር? ስለዚ ብቲ መፍትሒ ከነድህብ ኢና። መጀመርታ ሓንጎልና ሸቃላይ እምበር ሓላፊ ክኸውን ኣይክእልን እዩ። ተኣዛዛይ እምበር ኣዛዛይ ክኸውን ኣይክእልን እዩ። መብዛሕትኡ ሰብ ግን ንሓንጎሉ ኣኣምኖ እእዘዞ እቶም ሰባት ኣይትተኣዘዝዎ ተጠቐምሉ ሓንጎልና ደኣ ምሉ መዓልቲ መዓልቲ እንዲ ክእዘና ዝውዕል ደዳኣዘዘና ተሰሚዕናዮ እሞ ኣብ ሽግር ክንወድቕ ኢና ስለዚ ነጥቢ ንሓዝ ሓንጎልና ንፉዕ ሸቃላይ እዩ ንፉዕ ሓላፊ ግን ኣይኮነን ስለዚ እስኻ ኣዝዞ እዝኸ እዝዘካ እዚኣ እታ ቀዳመይቲ እያ። ባይዞይ ባይዞይ ማለት እዩ ይቅርታ ስለ ቋረፅኩኹም ግን ንርእሶም ትነግርዎ ነገር ብጣዕሚ ተጠንቀቑ ብጣዕሚ ብጣዕሚ ብጣዕሚ ንዓርስኹም እትነግርዎ ነገር ብዛዕባ ነብስኹም ተጠንቀቑ ኣነ እንትን እየ፣ ኣነ ኣምዚ፣ ኣነ ከምዚ፣ ኣነ ከምዚ፣ ኣነ ከምዚ ክትብሉ ትውዕሉ ተለኹም ቐጥታ ርእስኹም ሴቭ ዝገብሮ እሱ እዩ። ሶ እንድሕር ድኣ ኣሚንኹም ኾንኩም ኣነ ከምዚ ኢልኩም ንባዕልኹም እንድሕር ኣሚንኹም ኾይንኩም ቐጥታ ኣብ ህይወትኹም ሪፕሬዘንት ልግበር ኣብ ህይወትኹም ልግለጽ ነገር እሱ እዩ። እቲ ድኣ ኣምልኩሞ ነገር ካብኡ እወ ኣነ እኮ ኢለ እኮ ድሮ እኮ ኢለ ነይረ ኢኹም ትብሉ ሶ ንባዕልኹም ትነግርዎ ነገር ተጠንቀቑ እሺ። ካልኣይ ንዓኻ እንታይ ክትብላ ትውዕል? ንኻልእ ሰብ እኮ ጽቡቕ ምኽርታት ኢኻ ትመክር፣ ንደቅኻ እኮ ጽቡቕ ማዕዳ ኢኻ ትህብ፣ ሞራል ምትብባዕ ኢኻ ትገብረሎም፣ ንዓኻኸ እንታይ ክትብላ ትውዕል? ጭንቂ ዋላ ራህዋ፣ ጽቡቕ ዋላ ሕማቕ? መብዛሕትኡ ሰብ ናይ ሕማቕ ፊልምታት ክሰርሕ እዩ ዝውዕል ኣብ ሓንጎሉ። ክሰርሕ እዩ ዝሓድር እንታይ ገድሹካ እቲ ሓፀርቲ ፊልምታት ትሰርሖ እኮ ሓቂ ኣይኮነን ዋላ ክፉእ ኹን ፊልም ምስራሕ ዘይተርፈካ ንምንታይ ፀፅቡቑ ፊልምታት ዘይትሰርሕ ኣብ ሓንጎልካ ሕጉስ ከለኻ ክትድቅስ ከለኻ ክትዕወት ከለኻ ተጥዕሙ እዚ ሕጂ ገለ ካብቲ መፍትሕታት ናይ ጭንቀት እዩ ንጭንቀት ክትገጥሞ ተደሊኻ ነቲ ፍርሕኻ ግጠሞ ፍርሒ ክመጽኣ ከሎ ፍርሒ ዝፈርሓ ይትፈቱ ድያ ፍርሒ ዝደፍራ እያ ትፈቱ እንታይ ዘፍርሓኒ ዘሎ ስለምንታይ የፍርሓኒ እንተኸፈ እንታይ እዩ ክመጽእ ኢልካ ነታ ፍርሒ ግጠማ ሓደ ሓደ ግዜ እኮ እቲ ንፈርሖ ዘይከጋጥመና ክእል እዩ ልዕሊ 89 ፐርሰንት ይህ ክንደይ ግዜ ሜትካ ክንደይ ግዜ ሓሚምካ ተጎዲእካ ተኣሲርካ ተሸግ ብሓሳብ እዩ ስለዚ ንፍርሒ ገጣማ ቦጅባጅ እያ እኮ ዋላ ፀልማት ሕጂ እንተ ፈሪሕካ እቱ ኢልካዮም ምንም የብሉ ዘፍርሓካ ሩባ ትፈርሓ ብእግርኻ ትንክፍ ትንክፍ ሰበልካ እያ ዋላ ዴታ እናረአዩ እንዶ ሕጂ ሓዊ ክልምና ወይ ሓዊ ቡን ክገብራ ተደልየን ነታ ፍርሒ ናተን ስለ ዝገጠማኣ ብሜላ ካብ ሓደ ፋርኔሎ ናብ ሓደ ፋንሬሎ ኣደይ ከምኡ ትገብር ነይራ ሕጂ ነቲ ሓዊ ሕዝ ኣቢላ ከምዚ እንዳገበረት ተግዕዞ ነይራ እሞ እንታይ ክብለኩም ደልየ ኢልካ ደፋር ኩን ኣብ ሕማቕ ውደቕ ኣይኮንኩን ዝብል ዘለኹ ግን ጥንቁቕ ኩን እዚ ክከሓደ ይብሉ እዩ ንፍርሕኻ ግን ግጠማ ካልእ ጭንቀት ክመፀካ ከሎ ረብሾ ከምዚ ሽቪ ቻናል ምሽ ንቕይር ኣልጀዚራ፣ ቢቢሲ፣ ሲኤንኤን ካልእ ናይ ኩዕሶ መሪጽና ንርኢ ኣብ ሓንጎልና ድማ መዓልቲ ቻናል ኣለዋ ዘይትቕይር ዩቱብ ምስ ትቕይር ማስ ሜድያ ቃሕ ዘይበለካ ምስ ትቕይር ኣብ ሓንጎልካ ዝመጽእ ዘሎ ሓሳባት ከዓ ቀይሮ እቲ ስልጣን ኣሎ ማንም ኣብ ሓንጎልካ ኣትዩ ክብጽብጸካ ዝኽእል የለን ብዘይ ናትካ ፍቓድ ካልእ ካብ ጭንቀት ንኽድሕን እንተደሊኻ ካብ ርእስኻ ውጻእ ናብ ልብኻ ርእሲ ደኣ ኢለኩም እንዲ ኣቐዲመ ንፉዕ ተላእኻ እዩ ለኣኻይ ኣይኮነን ንፉዕ ሰራሕተኛ እዩ ኣስራሓይ ኣይኮነን ስለዚ ካብ ርእስኻ ወሪድካ ናብ ልብኻ እቶ ዋላ ጭንቂ ሽግር እንተሎ ከምቲ ዝሓለፈ እዚ ውን ክሓልፍ እዩ ንመን ትብሎ ንዓኻ ከምቲ ንኻልእ ሰብ ትዛረቦ ጠጥዕሙ ባይዘው ግን ጥዑም ኣውሰድኩም።
ተዛረቦ ኩሉ ክሓልፍ እዩ ዝበሃል ነገር ማለት እዩ ከም ቀልደይ ትሪኦ ሽ ኩሉ ክሓልፍ እዩ ዝበሃል ነገር ከም ቀልደይ ትሪኦ እ፣ እንታይ እስከ ትማሊ ኣይሓልፍ ኢልወልናዮም ነገራት መዓት ሓሊፎም እዩ ከመይ ጌርና ክንሓልፎም ኢና ለወልናዮም ነገራት ሓሊፎም ርኢና ኢና እሶ ኩሉ ነገር ክሓልፍ እዩ ፅቡቕ ብልዕ ክሓልፍ እዩ ፀገም ልክሓልፍ እዩ ኣብዚ ዓለም ባዕልና እውን ሓለፍቲ ኢና ምንም መረጋገፂ የብልኹም ሶ ኣብቲ ሓላፋይ ዝኾነ ዓለም ግን ጀስት ምቁር ናብራ ንምንባር ምሙካር በቲ ደለካ እስቲ እንድሕር ብዛ ለላትካ ለይቲ ርክዕ ኮንካ ክንዲ ልደልዮ ነገር ተረከብካ ይትረከ ሶ ብዘለካ ነገር ብዘለካ ነገር ፅቡቕ ነገር ተመነ ብርግፅ ዓበይቲ ነገራት ንሕሰብ ፅቡቕ ዓበይቲ ነገራት ድሪም ንገር እሳቶም ዓበይቲ ነገራት ንክነሳዕ ንሞክር ግን ኩሉ ኩሉ ከም ዝሓልፍለ ናስታወስና ሽ
ካልእ ካብ ጭንቀት ንኽድሕን ንትሓስቦ ግጠሞ ዘዝበፀ ሓሳብ ኣይትእመን ስምታይ ድሓስብ ዘለኹ ጠንቁ ሳዕቤኑ ውፅኢቱ ግጠሞ ኣጆኻ ድሙን ጭንቅን ድማ ገፅ ኣይፈትዋን እየን ብስ እሞ ትብላ ንድሙ ትርሕቕ ትኸይድ ካባኻ ገፅ ተሂብካያ ግን ናይ ኢድካ እያ ትምንጥለካ ጭንቀት እውን ገፅ ኣይትሃባ ግጠማ ዱሚ ጭንቀቲ ገፀ ይፎትያን እዚኣ ሓዘዋ
ትሓስብ ከለኻ ግን ዲስፕሊን ግበር ስኢልካ ከምዚ ትኹብ ትኹብ ከይድካ መሶብ ዶ ስኢልካ ክትበልዕ ትውዕል ኢኻ ምሕሳብ ከማን ዲስፕሊን ኣድሊ ግዜ መሪፅካ ሓይሊ መሪፅካ ኮፍ ኢልካ ወረቐትን ፒሮን ሒዝካ እንታይ እየ ክሓስብ መዓስ እየ ድሓስብ ከመይ እየ ድሓስብ እንታይከ ድጽበ? ኩሉ ተዳሊኻ ከምቲ ናይ መግቢ ግዜ ትገብረሉ፣ ናይ ስራሕ ግዜ ትገብረሉ፣ ናይ ምሕሳብ ግዜውን ግበረሉ። መብዛሕትና ግን ኣብ ሻወር ንሓስብ፣ ክንበልዕ ንሓስብ። ኣንታ ነዚ ቪድዮ ትሰምዕ ዘለኻ ሕጂ ከማን እንዳሰማዕካዮ ዘየድሊ ሓሳብ እመጽኣካ ህሉ ጠጠው ኣብሎ። ንስኻ ልዕሊ እቲ ትሓስቦ ኢኻ። ሓንጎልካ ክንዲ ኣብ ጭንቂ ተድህብ ኣብ መፍትሕታ ደድህብ። ሓይሊ ምጥፋእ ኣይተረፎን፣ ግዜ ምጥፋእ ኣይተረፎን። እቲ ክትልውጦ ትኽእል ተኾንካ ለውጦ፣ ክትልውጦ ዘይትኽእል ተኾንካኸ ተቐበሎ። ምቕባል ተኸበደካኸ መራሕቲ ሃይማኖት ድዮም፣ ዓበይቲ ዓዲ ድዮም፣ ምሁራት ኣማኸርቲ ኢድካ ሃብ፣ ሕተት። ኣብ መወዳእታ ብዙሕ ግዜ ሰብ ኣብ ሕሉፍን ኣብ መጻእን እዩ ዝጭነቕ እሞ እንታይ ክብለኩም ደልየ ሕሉፍ ብጽሕ ኢልካ ተመለስ መጻኢ ብጽሕ ኢልካ ተመለስ ኣብዛ ሕጂ ሰዓት ሕጂ ንበር ንበር ፕረዘንት ዝበሃል ብእንግሊሽ እኮ ሕጂ ጥራይ ዘይኮነ ህያብ እያ ስለዚ ካብ ጭንቀት ንኽድሕን እዘም ዝጠቐስናየምን እታ ቀንዲ ወሳኒት ኣብ መወዳእታ ዝብላ ግን ንመዓልቲ ልዕሊ ዕስራ ሽሕ ግዜ ኢና እነተንፍስ። መብዛሕትኡ ግን ነቲ ምትንፋስ ብግቡእ ዘይጥቀመሉ እበዝሕ። ናይ ትንፋስ ሕጽረት ዝበዝሖ እበዝሕ። ንምንታይ? ሓንጎልና እንተድኣ ብጭንቀት ተበሊዑ እቲ ምትንፋስ ንባዕሉ ንርስዖ ኢና እሞ እንታይ ክብለኩም ደልየ ሪላክስ ነዚ እንዳሰማዕካየ ከማን ሓብተየ ሓወየ

ክደቦ ከም ሓው ከም ማሓዛ ኮይኖም ደቁራኸና ሳምታይምስ ሳምታይምስ ዕድመ ብሻኡ ክሉ ይኾነ እዩ ዓብዪ ንክትበሃል ሲ ዕድመ ብሻኡ ክሉ ይኾነ እዩ ፍልጠት እውን ወሳኒና ካብ ዝመበሱ የተማይና
ኣብ ሪጋ ትፅበ እንተለኻ ኣተንፍስ ሪላክስ ንምንታይ እታ ትንፋስ ሒዝካያ ኣብ ሶፋ ኣብ ገዛ ስጋብ ዝኣቱ ኡፍ ሎም መዓልቲ ዝወዓልክዎ ኖኖኖኖኖ እንተ ደኣ ብቐጻሊ ከተተንፍስ ክኢልካ እቲ ሓንጎል ናይ ምትንፋስ ስራሕ ስለ ተዋህቦ ኣብ ጭንቀት ዘለዎ ግዜ ኣይክረክብን እዩ ስለዚ ሓደራ እዚ ገለ ካብቲ ካብ ጭንቀትና ንክንገላገል ዝሕግዝ መፍትሕታት እዩ ብሓንሳእ ለውጢ ክመፅእ ክእል እዩ ደጋጊምና እንተ ጌርናዮ ከምቲ ቋንቋ ንመሃሮ፣ ንቕመጦ ከተማ ንመሃሮ፣ ኣዘዋውራ መኪና ንመሃሮ ጭንቀት ከመይ ነወግዳ እውን እንተ ደኣ ተለማሚድና ከም ንውንኖ ርግጸኛ እየ። ጽቡቕ ዕድል ኣብ ዘለኹም ኣሊኹም ከምቲ ዝሓለፈ ዘለኪ ዘለካ ሽግራት እውን ክሓልፍ እዩ።
የዮ ደቂ ዓበይቲ ካብ ባባዶ ዝሰማዕኹሞ ምኽሪ እዚኣቶም እዮም ግን ከስታውሰኩም የዮ ደቂ ዓበይቲ ካብ ባባ ሮቢ ዝሰማዕኩም ዝማርታት እዚኦም ነይሮም ካብ ጭንቀት ሃመይ ጌርኩም ከም ትድሕን ግን ደጊመ ኣስታውሰኩም ቀዳማይ ድሙን ጭንቀትን ገጽ ኣይፈተዋን ካልኣይ ኩሉ ነገር ሓላፋይ እዩ ኣብዚ ዓለም ዘሎ ጸገማት ብምሉእ ኣብዚ ዓለም ዘሎ ደስታ ብምሉእ ባዕልና ሓዊስና ሓለፍቲ ኢና ስለዚ ልማዓንቲ ሕጉሳት ኮንኩም ንበሩ ሳልሳይ ኩሉኹም ናይ ሓሳብኹም ጓሶት ኢኹም። ልዕሊ ሓሳብኹም ኢኹም። ሓሳብኹም ጉንሕዎ። ሓሳብኹም በበይ ክኸይድ ከም ዘለዎ ምርሕዎ። ይኸው ደቂ ዓበይቲ እና ለማ ኣንቲ ልነረና ፕሮግራም ነዚ ይመስል ነይሩ ኩለኹም ኩለኹም ሓፍሊ ይብል ምኽሪ ከም ዝወሰድኩም ዓቢ ቁም ነገር ከም ዝረኸብኩም ተስፋ ገብር። ምስና እዚ እንተዛ ትምችኩም ኮይኑ